ሰላም ሰላም ፍትዋትን ክብራንን ኣብ ምላዕ ዓለም ትርከቡ ናይ ሸናለይ ቤተሰብ በብዘለኸምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ሸናለይ ብሰላም መጻኹም። ናይ ሎማዓንቲ ቪድዮና ዝኸውን ከዓኒ ብናይ ሕተታትኩም መሰረት ዋጋ ማዕጾ ናይ ገዛና ናይ ካንሸሎ ከምኡ እውን ቤትሮ ወይ ከዓ መስትያት ጠይቕልና ብዘልኩምኒ መሰረት ጠይቀ ሒዘልኩም መፅየ ኣለኹ ማዕፆ ናይ ውሽጢ ገዛ ብናይ ኣሉሚኒየም እና ብናይ ዕፃፍ ላሜራ ማለት እዩ ደስ ብዘለኩም ዲዛይን ተስርሕዎ ትኽእሉ ኢኹም ሙሉእ ዋጋ ሒዘልኩም መፅየ እኒኹ ሎማዓንቲ ፌብርዋሪ ዓሰርተ ወይ ከዓ የካቲት ሰለስተ ማለት እዩ እዩ ዝኸውን ዘሎ መዓልቱ እና እስካዕ ቪድዮ ፍፃሚ ተኸታተልዎ ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና ይላቦ ማለት እዩ። ላይክ ሸር ነትገብሩለይ ከዓ ካብ ልቢ እናመስገንኩ እየ ደቂ ዓበይቲ ወይ ማዓረይ። እምበኣርከስ ብመጀመርያ ንሪኦ ብናይ ብመጀመርያ ንረ ብናይ ካንሸሎ ክነግረኩም ማለት እዩ ሓንቲ ሓፍተይ ናይ ቱርኪ ክቢ ትቦ ዝበሃል እስኪ ኣርኢና ከምኡ እውን እዚ ስቑኢሉ ኖርማል በርባዕተ መኣዝን ስራሕ እውን ኣርኢና ብዘለት መሰረት ብክቢ ትቦ ዝተሰርሐት ካንሸሎ እዚኣ እያ ብደንብ ረእይዋ ብእግሪ ዝኒሆ ብእግሪ ብእግርና ኣብ ማእኸል ዝኒዋ ክቢ እየን ናልባስ ኣነ ብፅሓ የኒኹ ግን ክቐርጾ ከለኹ ርእየ እየ ማዕጾ ከይደ ርእየ እየ ስለዚ እታ ኣብ እግር ዝኒሃ እዚኣ ክብ ትቦ ናይ ቱርኪ እያ ማለት እዩ ናይ ቱርኪ ኮይኑ ክብ ትቦ እዩ ናይ ማይ ትቦ ሓዚ ቀደም ማይ ክዝርጋሕ ከሎ ብምንታይ ይዝርጋሕ ነይሩ ብሓፂን ሓዚ ብጎማ ኮይኑ እምበር ቀደም ብሓፂን ነይሩና ሓፂን ውሽጢ መሬት ይቕበር ማይ ከዓኒ ብኡ ይዝርጋሕ ነይሩ ናብ መንበሪ ገዛ ይኹን ናብ ድርጅት ናብ ዝኾነ ይኹን እና ኣይወልዐን። ስለዚ እዛ ቱቦ እዚኣለ ብዓባይ ኮይና ንሳ እያ ማለት እዩ እና ብክቢ ቱቦ ዝተሰርሐት እዛ ዝረኣኹምዋ ካንሸሎ እንደይ ተሰሪሓ ሚእቲ ሽሕ ቅርሺ ተሰሪሓ ሚእቲ ሽሕ ተሰሪሕ ክብለኩም ከለኹ ኩሉ ብክቢ ቱቦ ብሚእቲ ሽሕ ይስራሕ ማለት ኣይኮነን። እዛ ካንሸሎ እዚኣ ብጣዕሚ ጌጣጌጥ ወይ ከዓኒ ብጣዕሚ እንትን ኣበባ ነገር ዝበዝሖ እዩ እኒሆ ሪኢኹሞ ብጣዕሚ ዲኮር በዚሕዎ እዚ ስለዚ ብዛ ዲኮር እዚኣ እንድሕር ክትስራሓልኩም ደሊኹም ንኦመት ሰለስተ ሜትሮ ንጎኒ ሰለስተ ብሰለስተ እያ ንጎኒ ንኦመት ብቻ ሰለስተ ብሰለስተ እያ ብሚእቲ ሽሕ ብዘይ ምንም ድርድር ብሚእቲ ሽሕ ተሰሪሓ ብዚ ክቢ ትቦ ኮይኑ ብስገም ላሜራ ድሞ ያው ባይ ዘ ወይ ስገም ላሜራ እንትን እዚ ሕዚ እዚ ዲኮር የኽቢርዎ እምበር ስገም ላሜራ ብጣዕሚ ጠንካራ ስገም ኢንዲያን ቆንጆ እና ብስገም ላሜራ ኮይኑ እዚ ሓቋፊኡ እዚ ደጋፊኡ ደግሞ ብክቢ ትቦ ናይ ቱርኪ እቲ ናይ ማይ ቡምባ ኮይኑ ብሰማንያ ሓሙሽተን ሽሕ ኢሎምኒ ማለት እዩ እና ያው እዚ ኣብ ከተማ ዓድዋ ዘሎ ዋጋ እዩ ኣብ ዓድዋ ክተስርሑ ትደልዩ ከስርሐልኩም ይኽእል እየ ኣስሪሐ ብናታትኩም ድሌት ማለት ብናታትኩም ምርጫ ስራሕ ክል ክወስደልኩም ይኽእል እየ ናብ ደስ ዘለኩም ቦታ ኣብ ዓድዋ ኮይኑ ደስ ዘለኩም ቦታ ክብለኩም ከለኹ ኣብ ዓድዋ ማለት እየ እና ያ እዚኣ ትመስል ናይ ሓንሸሎ ካብኡ ከዓኒ ናይ ውሽጢ ገዛ እንተደሊኹም ደግሞ እዚ ትሪእዎ ኣለኹም ኣብዚ ጥቓ ካንሸሎ ዝኒሁ ኣሉሚንየም ማዕፆ እዩ እዚ ኣርምንየም እዩ ብጣዕሚ ቆንጆ እዩ ሓፍ ተብልዎ ካለኹም ባይ ዘ ወይ ብጣዕሚ ፈኪስ ገሪምኒ ሓፍ የብለልኹስ ብጣዕሚ ፈኪስ ከምኡ ዝበለ ዝዕጻፍ ናሜራ ደሞ ስቂለ ሓፍ ዝብል ሽንትቤት እኳ 80 ሴንቲሜትር ዝኾነትስ ከመይ ገይረ ሓፍ ከብላ እንታይ ደኣ ፈኺሱ ይብሎም ኣለኹስ እዚ ኣይምርት ቀለመ ይደሊ ኣሉሚንየም ማዕጾ ከምኡ እዩ ኢሎምኒ እና ኣሉሚንየም ማዕጾ ንካሬ 15000 ዓሰርተ ሓሙሽተ ሽሕ ክብለኩም ከለኹ ግን ምስ መስትያት ኣያ ሓዚ መስትያት ንወይኒ ክትገዝኦ ከለኻ ናይ ባዕሉ ዋጋ ንሂወና እዚ ግን እዚ ናይ ኣሉሚንየም ግን ዓሰርተ ሓሙሽተ ሽሕ ዝለኩም ኣለኹ መስትያቱ ኣብ ባዕሉ እዩ እና እቲ ኣሉሚንየም ማዕፆ ኣይምርትን ቀለም ኣይደልን ከምዚ ኢሎም ኣረዲኦምኒ ማለት እዩ እና ንሱ መብዛሕትኡ ንጥቀሞ ኣብ ውሽጢ ገዛ ወይ ከዓ ኣብ ዓበይቲ ፎቃት ኣብ ልዕሊ ህድም ክኸውን ከሎ ነቲ ህድም ከይኸብዶ ብዝብል እምበር ኣብ መሬት ተኮይኑ ያው ሓቂ ምዝራብ ኣነ ጠንካራ ኢለ ዝመርፆ ዝዕፃፍ ላሜራ እዩ። ኣሉሚንየም ፊኒሽንግ ኣብ መጨረሻ እዩ ዝግበሮ ንሌባ ብዙሕ ዝኽልክል ኣይኮነን ንመልክዕና ንውበት ግን ንሱ እዩ ፅቡቅ እምበር ኣብ መሬት ተኮይንኩም ብፍላይ ገዛኹም መስጋእቲ ኮይኑ ንሌባን ግዛዕን ዕፃፍ ላሜራ ተዝኾነ እዩ ዝምረፅ ማለት እዩ እና ዝሮ ዝሮ ግን ዓሰርተ ሓሙሽተ ሽሕ ደጋፊ ዘለዎ ተኮይኑ ዓሰርተ ሓሙሽተ ሽሕ ደጋፊ ዘይብሉ ከዓ ንይ ዓሰርተ ኣርባዕተ ሓዚ እዚ ደጋፊ የብሉ ንጎዶ ስቂላ መስትያት ብቻ እያ ትኣትዎ ዓሰርተ ኣርባዕተ ሽሕ እዩ ግን ነቲ መስትያት ዝድግፍ ከምዚ ወራዲ ብቑመቱ እንተልእዎ ዓሰርተ ሓሙሽተ ሽሕ ካብኡ ከዓኒ ቀፂልና ንሪኦ ናይ ዕፃፍ ላሜራ ማዕፆ እዩ ዕፃፍ ላሜራ ማዕፆ ባይዞ ብጣዕሚ ይወሲኹ እውነት ብጣዕሚ ማለት እዩ ቅድሚ ዝተወሰነ ዋርሒ እንኳንሲ ቅድሚ ክልተ ወርሒ እንታይ ኣነ እንኳንስ ሰለስተ ወርሒ እየ ካብ ዝመፅእና ወርሒ ከባቢ ወርሒ መላእኹ ነይራ ዝሮ ጠይቃ ነይራ ሓሙሽተ ሽሕን ሰለስተን ሓሙሽተ ሽር ሓሙሽተን ነይሩ ሕዚ ብጣዕሚ እዩ ወሲኹ ንካሬ ማለት እዩ ባይዘወይ ካሬ ንሜትሮ ሓንቲ ሜትሮ ብሓንቲ ሜትሮ እያ ሓንቲ ካሬ ትበሃል እና ንጎኒ ሓንቲ ሜትሮ ንቁመት ሓንቲ ሜትሮ እንድሕር ኮይና ሓንቲ ካሬ ትበሃል እና ንካሬ ናይ ሳሎን እንተኾይኑ ሰለስተ ብሰለስተ ዓበይቲ ማዕፆታት እንተኾይኑ ብሽዱሽተ ሽሕ ተባሂልኩም እዚ ስቕኢሉ መስኮት ወይ ከዓኒ ንጎኒ ሓደ ሜትሮ ሰማንያ ሴንቲሜትር ሰብዓ ሴንቲሜትር ተኮይኑ ደሞ እቲ ማዕፆታት ብሽዱሽተ ሽሕን ሓሙሽተ ሚእትን ባይዘ ኣነ እውን ኣብዚኣ ሳልሳይ ረብዓይ ጠይቀ እየ ተረዲኦ እዮ እንታይ እዩ ሽዱሽተ ሽሕ እንታይ እዩ ሽዱሽተ ሓሙሽተ እንታይ እዩ ልዩነቱ እንታይ እዩ ኪሳርኡ እንታይ እዩ ትርፉ ኢለ ከርድኦም ከለኹ ሳሎን እንተኮይኑ ሓዚ እስካብ ሰለስተ ሜትሮ እስካብ ክልተ ፈረቃ እንተኮይኑ ኣብኡ እዩ ዘዋፀና እቲ ማዕፆ ሰፊሕ ስለ ዝኾነ ብዙሕ ንብረት ኣይኣትወንና ንካሬ ብሽዱሽተ ሽሕ ንሰርሖ ኢና እሱ ግን ያው ብዓሚል ዝመፀ ሰንበር ያው እዩ ምስቲ ሓደ ማዕረ ኢና ንፅዋ ኢሎምኒ እዚ ንጎኒ 80 ሴንቲሜትር ወይ ከዓኒ ሓደ ሜትሮ ገለ ተኮይኑ ግን ብሽዱሽተ ሽሕን ሓሙሽተ ሚእትን ያው ታሽታ ናይ ሳሎን ዝቐነስኩልኪ ደንበኛ ንኸተምፅለይ ዓሚለይ ስለ ዝኾንኪ እዩ ኢልን እምበር ያው ሽዱሽተ ሽሕን ሓሙሽተ ሚእትን ዝረዝሮ ከምዚኣ ትመስል ካብኡ ከዓ ንሪኦ ናይ ቢትሮ ወይ ከዓ መስትያት እዩ መስትያት ኣብ ዝሓለፈ ምስ ሸውዓተ ነይሩ ካብኡ ሓዚለ ክልተ ሽሕን ሸውዓተን ሓምሳን እያ እኒሃ ሓምሳ ኣርሺ እያ ወሲኻ እኒሃ ግን ሓዚ ናብ ምውሳኽ ኣዝማሚያ እዩ ዝኒሆ ክልተ ሽሕን ሸውዓተ ሚእትን ሓምሳን እዩ ቀንዩ ግን ሓዚ ወሲኹ ይበሃል ስለ ዘሎ ዋጋ ኣየውፃኹን ኢለንና ብታ ዘላ ዕዳጋ ግን ክልተ ሽሕን ሸውዓተ ሚእትን ሓምሳን ብናይ ሎማዓንቲ ናይ ፅባሕ ወይ ከዓ ናይ ድሕሪ ሰዓት ግን ኣይትሓወስን እያ ማለት እዩ። ናይ ቅድሚ ሰዓት እያ እዛ ዋጋ እዚኣ እና ደቂ ዓበይቲ ወይ ማዕረይ ከምዚ ይመስል ኣብ ከተማ ዓደን ከባቢያን ኣስርሐ ክወስደልኩም ትደልዩ እንተሉ ኢኹም መሰንጀር ጓል ተስፈሽ ኢልኩም ትረኽብሉ ትኽእሉ ኢኹም ብትግርኛ ሰርች ጌርኩም ወይ ከዓ ስልክ ቁፅሪ ኣብ ኮሜንት ክፅሕፈልኩም እየ ማለት እዩ ክብራት ኣሕዋተይ ናይ ሎማዓንቲ ቪድዮ እዚኣ ትመስል ነይራ። ብዛ ቪድዮ እዚኣ ዘይተረደእኩም ነገር ተልኡ ቂር ዘለኩም ነገር ተልኡ ከዓ ኣብ ኮሜንት ፀሓፉለይ። ንዓይ እውን ላይክ ሸር እናግበርኩም ኣበረታትዑኒ። እስካዕ ቪድዮ ፍፃመ ንስተኸታተልኩምኒ ካብ ልቢ እናመስገንኩ እየ። ደቂ ዓቢት ወይ ብጣዕሚ እየ ዝፈትወኩምን ዘኽብረኩምን ሰሰናዩ